ሰላም ሰላም ናይ ማሂ ዩቲዩብ ቤተሰብ ልኹንኽን ሃመኒ ኢኽን ዳሕና ዲኽን ልዚ ቪድዮ እዚ ላይክ ናገርኽን እተያ ማለት እዩ ተኣትያት ኣለኽን ላይክ ገራ ቤተሰብ ለይኹንኽን እውን ሳብስክራይብ ጌርክን ምእንቲ ኣነ ልለቆ ቪድዮታት ብምሉእ ምእንቲ ክበፅሐክን ሳብስክራይብ ግበራለይ ማለት እዩ ምክንያቱ ሓደ ሓደ ጠቃሚታት ጠቃሚ ነገራት ሒዘልክን ስለ ልመፅ ኣለኹ ማለት እዩ ሳብስክራይብ ጌርክን ቤተሰብ ንክትኾና ብትሕትና ይሓትት ማለት እዩ ካልኣይ ናብ ፎረፎር ሰሪሐልክን ነይረ ብዙሕ ዘይተረድኦ ሰብ ስለለሎ ኣብ ኮሜንት ድገምና ናብ ፎረፎር ስርሕልና ኢልክናኒ ማለት እዩ ናብ ፎረፎር ሒዘልክን መፅየኒ ኢኹ እስካዕ መጨረሻ ራእይዎ እቲ ቪድዮ ማለት እዩ ምክንያቱ እስካዕ መጨረሻ ኣጠቃቅምኡ ከመይ ጌርክን ሃም ትጥቀምኦ ከመይ ጌርክን ህንደይ ደቂቃ ሃም ዝወስድ ምናምን እስካዕ መጨረሻ ስለለርእየክን ማለት እዩ ብደንቢ እስካዕ መጨረሻ ረኣዮ ኢኽን ኣይተቋርጾ እቲ ቪድዮ ማለት እዩ። እስካዕ መጨረሻ ካብኡ ሃናጻይ ርእይቶ ክንለ ኣይፈለየኒ ማለት እዩ። ብሓደ ኮይና ብሓባር ኮይና ኢና ንሰርሖ ለይተረድአክን ሓደ ሓደ ለ ሃምዚ ትጽሕፋለይ ኣለኽን ማለት እዩ። ደስ ይብለን እንደዚ ንስኻትን ትጽሕፋለይ ኣለኽን ኣብ ኮሜንት ተቐምጣለይ ልደለኽን እና ልደለኽን ነገር ክሰርሐልክን ክኽእል እየ ማለት እዩ። ምክንያቱ ናይዚ ፎሮፎር የተረደእናይ ድገምልና ስለልበልክናኒ እየ ናይ ፎሮፎር ሒዘልክን መፅየ ለማዓንቲ ማለት እዩ እስካዕ መጨረሻ ተካታተልኦ ኢክን ይጠቅመክን እዩ ማለት እዩ እና መጀመርያ ፀጉረይ ምሳኻትን እየ ክፈትሖ ማለት እዩ ምክንያቱ ምሳኻትን እየ ክሰርሕ ልደሊ ምእንቲ ክርድእክን ብደንቢ ማለት እዩ ፀጉራይ ረኣዮ መጀመርያ ስለልትቕብኦ ፌስታል ተቐርባ እኒክን ሓደ ፌስታል እዚኣ ማለት ተቐርባ እኒክን መጀመርያ ፌስታል ካልኣይ ናብ ኣሰራርሑ ክንኣቲ ኢና ከዚ ማለት እዩ እዚ ቡና እዩ ቡና ዝተጠሓነ ቡና ናይ ኢትዮጵያ ቡና ማለት እዩ እዚ ቡና እዩ ቡና እንድሕል የብልክን ኑስ ካፌ ምናምን ተሃልዩ ኣብ ገዛ ዳመዳም ኑስ ካፌ ተሃልዩ ሓሪፍ እዩ ይኾን እዩ እንዲ ናይ ኢትዮጵያ ቡና ኣይመፅእ ግን ደሞ ምንም ክትገብራ ስለ ዘይትኽእላ ኑስ ካፌ ተሃሉ ትገብራ ማለት እዩ ድኽም ልበለ ጥራ ተለይኮነስ ድኹም ክኾን ነዎ ጎማ ከምዚኣ ልበለ ትቐርባ ማለት እዩ ኣሕዋት የማዓረይ ከዚ ናተይ ናተይ ፀጉሪ ብዙሕ እዩ ብጣዕሚ ከምቲ ትሪኦ ኣለኹን ብጣዕሚ ብዙሕ ስለ ዝኾነ ማለት እዩ ልኡ ልኣክል መጠን ክገብር እየ ማለት እዩ። ረኣያ ብደንቢ ተኸታተላ እስካዕ መጨረሻ ለረአዮ እቲ ቪድዮ ማለት ምእንቲ ክርደክም ረኣያ ሓደ ክልተ ኣውሒደላ እዚኣስ ሰለስተ ማለት እዩ ሰለስተ ማንካ ገይረ እኒኦኹ ምክንያቱ ናተይ ፀጉሪ ብዙሕ ስለ ዝኾነ ማለት እዩ እንድሐ ንእሽተን ኮይነን ፀጉርኽን ክልተ ማንካ ይኣኽለክን እዩ ማለት እዩ ክልተ ማንካ ይኣኽለክን እዩ ቡና እዩ እዚ ትሪኦ ኣለኹም ቡና ንሓበሻ ቡና ፀሊም ቡና እዩ ማለት እዩ ኣነ ሰርችና ገበርኹ ምናምን ምናምን እንተለይኮነ ማለት እዩ ባዕለይ ስለ ዝጥቀመሉ እዩ ከዚ ሓንቲ ግዜ ጌርክን ማለት እዩ እዚ ለምእንቲ ለኣኻትን ከርእየክን ምናምን እምበይ ቆዳይ ፅሩ እዩ ማለት እዩ ስለ ዝጥቀም ቢያንስ ሓንቲ ግዜ ተተጠቂምክና ልሽዱሽተ ወርሒ ምናምን የገልግለክን ይኽእል እዩ ማለት እዩ። ምንም ልሽዱሽተ ወርሒ ያክል ኣይተሓካይ ፀጉርኽን ፎረፎር የብልኽን ምናምን የብልኽን ማለት እዩ። ከምዚ ኣብ ሽዱሽተ ወርሒ ኣካባቢ ግን ፃዕዳ ፎረፎር ምናምን ስለ ዝወፀክን ይኽእል ያው ካልኣይ ደጊምኽን ትጥቀምኦ ማለት እዩ። ኣሕዋተይ መዓረይ ቡና ትገብራ ካልኣይ ሻምፖ ኢኽን ትገብራሉ ሻምፖ ኣነ ዝጥቀመሉ ሻምፖ እዚ እዩ ኣነ ዝጥቀመሉ ሻምፖ እዚ እዩ ኮንዲሽነርና ሻምፖ ሓደ ዓይነት እየ ዝጥቀም ማለት እዩ ስኻትን ግን ብለለክን ማለት እዩ በገዛ ልትጥቀማሉ ምንም ይኾን ይኽእል እዩ ምንም ችግር የውሊ እና ምዛማንካ ብደንብ ድሃር የክንዳዚ ኣዎ ሓደ ገይረ እኔኹ ክልተ ገይረ እኔኹ ሰለስተ ማለት እዩ ምስቲ ቡና መዓረ ኢኽን ትገብሮ መዓረ ኢኽን ትገብሮ ከይተውዝሓሉ ምስቲ ቡና መዓረ ማለት እዩ እሺ ዶ ካብኡ ብድሕሪኡ እንታይ እንታይ ጌርና እኔና ከዚ ቡናና ቡናና ሻምፖ ዶ ጌርና ኔና እወ ከዚ ሰለስተ ሰለስተ ማንካ ኢና ጌርና ኔና ከዚ ሻምፖ የኾንክን ትውስኻሉ ማይ ትውስኻሉ እንድሐ ሮጊድክን ምናምን ከዚ ረዮ ሕርጭ ይኮን ኔ ከዚ ናተይ እንትን ይኩስኸሉ ማይ ይኩስኸሉ ሻምፖ የኾንኪ ማለት እዩ ብድሕሪኡ ሰለስተ ማንካ ሻምፖ ሰለስተ ማንካ ቡና ሰለስተ ማንካ ከዓ ታይ ትገብራ ሽኮር ማለት እዩ ራእያ ሽኮር እዩ እዚ እዚ ሽኮር እዩ ትሪኦ ኣለኽን ኣሕዋተይ ሰለስተ ማንካ ማለት እዩ ተረዲክን ዶ የተረድእናይ ናባልኽን ስለ ዝኾንኽን ኢኽን እምበይ ሰለስተ ማንካ ሽኮር ሰለስተ ማንካ ቡና ሰለስተ ማንካ ሻምፖ ማለት እዩ ጌርና እኒኤና ከዚ ብደንቢ ንወቕዑ እኒኤና ማለት እዩ ብደንቢ ንወቕዑ እኒኤና ውቕዕ ኢኹም ተብሎ ብደንቢ ኢኹም ተወቕዖ ብደንቢ ማለት እዩ ብደንቢ ክውቃዕ እኒኦ እዚ ድሕሪ ተወቕዐ ምንም ዋጋ የብሉ ማለት እዩ ብደንቢ ክውቃዕ እኒኦ ብደንቢ ጭቃ ኮይኑ ጢው ናብ በልኸንት ጢው ናብ በልኸን ብደንቢ ክውቃዕ እኒኦ ከምዚ ትገብሮ ከምዚያ የመናለ ቀጢን ተይኮነ የመናለ ሓፊስ ተይኮነ መካከለኛ ብደንብ ጌርክን ተወቕዖ ሃምዚ ጌርክን ተዘጋጅኦ ማለት እዩ ሃምዚ ተዘጋጅኦ ብደንቢ ብሓደ ክንገብር ኢና ኸዚ ናፍቲ እያ ክወስደኩም ቦታ እሺ ቦታ እየቀየረ እኒኦ ከዚ ምንቲ ገዋሕታ ገለ ስለለሎ ናብ ሽንቲ ኣቲ መጥባኽ እየ ነይረ መጀመርያ ከየባላሸ ኢለ ማለት እዩ ከዚ ክቕብኦ ኣለኹ ማለት እዩ ምክንያቱ ላብ ቆዳኽን ይኽን ትገብርኦ ላብ ቆዳኽን ብደንቢ ምእንቲ ክብለልኽን ማለት እዩ ላብ ቆዳኽን ብደንቢ ይኽን ድርስ ተብልኦ ማለት እዩ ከዚ ናተይ ፀጉሪ ብዙሕ ስለ ዝኾነ ከምቲ ትርእዮ ኣለኽን በቃ ብጣዕሚ እዩ ብዙሕ ሓሰር ልኒ እዩ ቁመት ልኒ እዩ ኩለ ኩሉ እዩ እኒኦ ናተይ ማለት እዩ ከምዚ እግርኽን ኽፍል ኽፍል እናበልክን ትእትያሉ ማለት እዩ ብደንቢ

ትጸንሓ ዋላ ኣጋ ትድቅሳ ተለክ ምናምን ወይም እንተገደደ ዕስራ ሓሙሽተ ደቂቃ ወይም ሰላሳ ደቂቃ ማለት እዩ ሰላሳ ደቂቃ ተኮይኑ ብልበለፅ ሓሪፍ ስለልኮን ግር ተብሎ ብደንቢ ትሕፀኦኮ ሓደ ዓይነት ሻምፖ ካብኡ ተጠቐመ ሓደ ዓይነት ስኢልክን ሎማዓንቲ ናጋ ናጋ ለካሊእ ሎማዓንቲ ካሊእ ናጋ ካሊእ ገለ ተኾንኽን ሕማቕ እዩ እንታይ ትገብራ መስለክን ሓንቲ ፎቶ ኣደ ትሕዛ እታ ሎማዓንቲ ልተጠቐሚ ክንኣላ ብዚኣ ወርሒ ለንዳሕት ገዛ ደልኽን ሃም ዓይነት ይኽን ትገዛ ኣብ ቐጻለ ሃም ዓይነት ይኽን ትገዛ ማለት እዩ ሓደ ዓይነት ክኾን ነዎ እንድሕ ተፈላለዩ ኮይኑ ግን ሕማቕ እዩ ከዚ ሃምዚኣ ጌርክን ሽፍን ኣቢልክን ፌስታልኽን ዕብጥ ተብላ ኣብ ደንቢ ሽፍን ኢልክን ልሰላሳ ደቂቃ ላኣክል ማለት እዩ እንድሕ ግዜ ሃሊክን ማለት እዩ ልሰላሳ ደቂቃ እንድሕ ግዜ ለይልክን ኸንክን ምንም ችግር የውልይ ምንም ችግር የብሉ ዒስራ ደቂቃ ምናምን ዋላ ትገብሮ ትኽእላ ኢኽን ማለት እዩ። ከምዚኣ ጌርክን ተጠቓሚ ኣሕዋተይ ጠቕመክን እዩ ብደንቢ እና እኒኦ ክዮ እስካዕ መጨረሻ ረእዮ